ሕመረት ናይቲ መልእኽቲ ለውጢ ክመፅእ ኣብ ሃገርና ክንቃለስ ሓደ ለውጢ ክነምፅእ ለውጢ ከዓ ብንቋፃፀሮ ዝኹን ብደይንቋፃፀሮ ምምፅኡ እውን ኣይክተርፎን እዩ ምክንያቱ ዋላ ናይ ግዜ ነገር እውን ገለሉ ሕጂ ለውጢ ኣብ ዝመፀሉ ጉዳይ እዋንሲ ኣበርክቶ ናትና እንታይ ክኸውን ኣሎ እንታይ ሒዝና ኣለና ካብቲ ንፈርሖ ለውጢ እንተመጺኡሲ ኣብ ሕማቕ ነገራት ክኸውን ዝእትፍረ ናብ ጽቡቕ ለውጢ ክንገብሮ ተኾይናስ ብዛዕበን መረዳእታ ክህልወና ኢልካ ድግበር ዛዕባታት ብዙሕ ኣሎ። እዚ ሕጂ ብዓቢኡ እቲ ደንበ ተቓውሞ ክግብሮ ይፍትን እኳ እንተኾነ ጽሙቕ ኣቢልካ ኣብ ውሕዳት ነጋር ግን ክንረዳዳእ ኣለና። ብግድነት ኣይኮነን ሚእቲ ካብ ሚእቲ ክንሰማማዕ ከም ህዝቢ ማለት እዩ ከም ንሕና ጥራሕ ዘይኮነ ሕጅስ ንህዝብና ከነሰማምዕዶ ዝግበኣና ቁሩብ ነጥብታት ኣለዋ ድሕግዛና ተባሂሉ ይቕጸለሉ ኣለዎ ናይ ሎም መዓልት ናይ ናይ ዝመጽእ ክልተ መዓልት ፕሮግራም ከኣ ንዑ ክራቡ ዲማ ስለዚ ሕጂ ቁሩብ ኣብ መወዳእታ ኦክቶበር ኦክቶበር ዕስራን ሓሙሽተን ክሳብ ዕስራን ሸውዓተን ከምዚኣ ተመሳሳሊት ስምፖዝየም ኣብ ፍራንክፈርት ጌርና ኔርና እታ ናይ መወዳእታ ማለት እዩ ሕጂ ዳርጋ ናቱ ይቕጽል ኣሎ ኣብዚ እዩ ዝኸውን ዘሎ እቲ ፕሮግራም ማለት እዩ ሕጂ ኣብኣተን ልክዕ ኣብቲ ኣጀንዳ ኣብዚ ናይ ሎም ኣጀንዳ ትርእይወን ኣለኹም ኣብቲ ናይ ሽዑ ነበረ ኣጀንዳ ከኣ እተን ናይ ሓባር መረዳእታ ክህልወና ኣለወን ዝበልናየን ብዛዕባ ሴኩላር ስቴት ዶ ኸውን ዋላ ዝኾነ ትሕቲ ሃገራዊ ዝኾነ መለለይ ድደልየና ዋላ ካልእ ኣይደንቲቲ እቲ ሃገራዊ መለለይ ናይ ህዝብና ከመይ ጌርካ ተምፅኦ ዝብል ብዛዕባ ቁጠባ ናይቲ ሃገር እቲ ሃገር ኣብ ለውጢ እዋን ትመፅእ ምሲ ከይትወድቕ ተኮይና እሞ ኸኣ ብዓቢኡ እውን ኣብ ሓጺር ግዜ ኣብ ውሽጢ ዓሰርተ ዓመት ክትድሕን እንተኾይና እንታይ እንታይ ክንገብር ኣለና፣ እንታይ ክንቅርብ ኣለና፣ እንታይ ሓሳብ ክንቅርብ ኣለና፣ እንታይ ሰብ ክንቅርብ ኣለና ዝብል እዩ። ብድሕሪኡ ናይ ቅዋም ናይ ዲሞክራሲያዊ ለውጢ ክንብል ከለናስ ዲሞክራሲያዊ ለውጢ ማለት ሕጋዊ ለውጢ ማለት እዩ። ሕጊ ኸኣ እታ ሓንትን ቀንድን ሕጊ ዘላትና ቅዋም እያ ማለት እዩ። ንሰማማዓላ ኣይንሰማማዓላ ምክንያቱ ዝጸደቐ ክመሓየሸሉ ዝኽእል ቅዋም ስለዝኾነ ከም መሰጋገርን ናይ ብሓቂ ከገልግለና ስለዝኽእል ንዓ እውን ናይ ሓባር መረዳእታ ክንብላ ንዕኡ ተጠቂምናስ ከመይ ጌርና ናብ ሰላማውን ቅዋማውን ዝኾነ መገድታት ንኣቱ ማለት እዩ እንደን ምስኡ ከዓ እቲ ናይ ደንበ ተቃውሞ ኩነታት ከመይ ኣሎ ካብኡ እንታይ ክንመሃር ንኽእል ካብኡ ተፈለየ ፍልይ ዝበለ ክንገብር ተደኪልና ስሪ እዚ እውን ተደገመ እዩ ክኸውን ማለት እዩ ስለዚ ንዕኡ እቲ ፅቡቅ ጎኑን ሕማቅ ጎኑን እውን ተመን እዩ ማለት እዩ። ሕጂ ኣብቲ መወዳእታ እምበኣር እንታይ ሒዝና ንውጻእ ተባሂሉ ኣብ ሰለስተ ነገር ተሰማሚዕና ማለት እዩ። ሓደ ንዝኾነ ነገር ሓሳብ ሒዝካ ክትወጽእ ንዕኡ ክተግብር ዝኽእል ኣካል ክህሉ ኣለዎ። ምክንያቱ እቲ ሓሳብ ባዕሉ ከይዱ ኣይ እግሪ ይተክል እዩ። ስለዚ ሓንቲ ስቲሪንግ ኮሚቲ ወይ ቀላሲት ኮሚቲ ኢሎም ኣለዉ እቶም ትግርኛ ጽቡቕ ገይሮም ዝኽእሉ ሽዱሽተ ዝኣባላታ ኣብ ዘለና ሽዱሽተና ንዓ ሕድሪ ተዋሂባትና ማለት እዩ። ከም ስቲሪንግ ኮሚቴ ኮይንና ከነገልግል ካብኡ እታ ራእይ ክህልወና ኣለዎ ብዛዕባ እቲ ናይ ቁጠባ ናይ ሃገርና ዝብል ሓንቲ ንድፊ ናይቲ ኤሪትሪያ ቪዥን 2030 እቲ ናይ ዓሰርተ ዓመት ድሕሪ ዓሰርተ ዓመት ንበፅሖ ዘይኮነስ ካብዚ ሕጂ ትሒዝና ክቀረበሉ ዝግባኣና ብሕልፊ ብሕልፊ ኣብ እዋን ለውጢ ካብቲ ደፍርሕ ዝኩሉ ኣብ ካልእ ከይኣስድኡቲ እውን ናይ ምስ ቁጠባ ተተሓዘ ነገር እዩሞ ንሱ ከኣ ክንቕረበሉ ኣለና ትብል እታ ናቲ ናታ ንድፊ ንዓኣ ድኸውን ከሳልጡ ድኽእሉ ውልቀ ሰባትን ካልእ ሓሳባትን ኣብ ምእካብ ክጅመር ተባሂሉ ናቲ መቐጸልታ እውን ኣብዚ ኣጀንዳ ከም ዘሎ ሪእኹሞ ኣለኹም ማለት እዩ እታ ሳልሰይቲ ከኣ እታ ናይ ቅዋም ሓደ ትራንዚሽን ከድልየና ሕጋዊ እንተይልና ስኒ ቅዋም እንተደኣ ሃልዩስ ብዛዕባ ቅዋም መረዳእታ ከኣ ብጣዕሚ ውሑድ እዩ ዘሎ ምክንያቱ እቲ ዝሓለፈ መስርሕ ነዊሕ ስለ ዝኮነ ስለዚ ብዛዕባኣ ውን ኤሪትሪያን ኮንስቲቱሽን ጋርድያንስ ወይ ከኣ ዋሕስ ቅዋም ትብል ሓንቲ ጋንታ ኣቚምና እሳ ውን ስርሓ ጀሚራ ብሕጂ ብዙሕ ኣብ ኣስተምህሮን ኣብ ነቲ ህዝቢ ክፈልጦ ዝግብኦን ኣብ ምቕራብ ትኣቲ ኣላ ማለት እዩ ስለዚ ምስኣ ከኣ ድርብ ኢላ እምበኣር ከምኡ ካብ ኮነ ክንቅጽሎ ተኮይንና ከምቲ ኣብ ኣውሮጳ ተገብረ ኣብ ኣሜሪካ ውን ከምዚኣ ተድልዮና እሞ ዋሽንግተን ዲሲ ከኣ ዘላ ርቢ ክበሃል ከሎ ነዚኣ ናብ ምድላው ከኣ ነዛ ስራሕ ናብቲ ስቴሪንግ ኮሚቲ እውን ወዲቓ ማለት እዩ። እዚ ክበሃል ከሎ ንኹላትኩም እንዳሳተፍካ እቶም ብዙሓት ኩሉ ደጋጊፍኩም ኣብ ዘብጻሕኩሞ ባዕልኩም እንዲኹም ትፈል- ትፈልጥዎ ናይቶም ስቴሪንግ ኮሚቲ ስራሕ ጥራሕ ኣይኮነን። እሞ ሕጂ ናተይ ኣብዚኣ ወዲኤ ኣለኹ። ኣብቲ ፕሮግራም ክንኣቲና

ስለዚ ዝገበርካዮ ጽቡቕ መእተዊ ብልቢ ኣመስግን። ዝኸበርኩም ተሳተፍቲ ኣቐዲመ እንቋዕ ብደሓን መጻእኩም ይብል። ብዙሓት ካባኹም ኣብዚ ሲምፖዝዩም እዚ ንምስታፍ ስድራቤታውን ብሕታውን ጉዳያትኩም ኣወንዚፍኩም ካብ ርሑቕን ቀረባን መጺእኩም ስለቲ ግዜኹምን ጻዕርኹምን ተወፋይነትኩምን ምስጋናይ ኣቕርብ። ቀጺለ ንዳንኤልን ሰሎሙንን ስለቲ ኣብ ምስንዳእ ናይዚ ሲምፖዝዩም ኮነ ንተሳተፍቲ ኣለይትን ኣቕረብትን ኣብ ምቕራብን ምውህሃድን ዘካየድዎ ናይ ብሓቂ ኣድካሚ ስራሕ ከመስግን እፈቱ። እዚ ሲምፖዝዩምዚ እግረ እግሪ ኤርትራ ሲምፖዝዩም ክልተ ሽሕን ዓሰርተን ትሽዓተን ዝስዕብ ዘሎ እዩ። ከም ፈላሚት ናይ ሓድሽ ዓመትን ሓድሽ ዓሰርተ ዓመትን መጠን፣ ዕስራ ዕስራ ንሃገርናን ህዝብናን ብስራት ሓድሽ ወጋሕታ ናይ ተስፋ፣ ለውጥን ስግግርን መታን ክትከውን ሓቢርና ንተዓጠቕ። ኣብ'ቲ ብግብሪ ናጽነትና ዝጨበጥናሉ እዋን ናይ ሽሕን ትሽዓተ ሚእትን ተስዓን ሓደን ዓመት ብተሽሕን ዕስራን ሽዑ ብግዜ ርሑቕን፣ ክስተቱ ዘይርጉጽን እኳ እንተነበረ፣ እቲ ብጹእ ዕላማታት ናይቲ ጽንኩርን ነዊሕን ብረታዊ ቃልስና ንሓርነት፣ ነቲ ምእንቲ ደሞክራሲ፣ ፍትሕን ራህዋን ዝተኻየደ ቃልሲ ክዉን ኮይኑ ፍሪኡ ዝረኣየሉ ዓመት ክትከውን ትጽቢት ነይሩና። ኣብቲ እዋንቲ ህዝብና ድሕሪቲ ኩሉ ዝኸፈሎ መስዋእትታት ኣብ ትሕቲ ጨካን ግዝኣት ናይ ሓደ ስልጣን ገቢቱ ንምንባር ጥራይ ዝሰርሕ ስርዓት፣ ክቕረን እዩ ዝብል ግምት ፍጹም ኣይነበረናን። ኤርትራ ሎሚ መርኣያ ናይ ሓደ ዝተሰባበረ ሕብረተሰብ፣ ብውሳኔታትን ተግባራትን ናይ ሓደ ንህዝብናን ነቶም ዝበለጸት ኤርትራ ንምምጻእ ዝተቓለሱ ሰማእታትናን ዝጠለመ ዓመጸኛ ምልኪ ዝተሰባበረ ሕብረተሰብ ኮይና ኣላ። ነቲ ብጹእ ዕላማታት ቃልሰና ንሓርነት ንምምላስ ንጽዓር! ሲምፖዝዩም ተሽሕን ዕስራን። ንዘተና ንቕድሚት ብምስጓም፣ ካብቲ ኣየኖት እዮም እቶም ቀንዲ ንመስርሕ ለውጥን ደሞክራስያዊ ስግግርን ዘጋጥሙ ብድሆታት ናብ ከመይ ጌርና ኢና ነቶም ብድሆታት እንምክቶም፣ ግዚኡ ምስ ኣኸለኸ ብኸመይ ኢና ሃናጺ ኣበርክቶ ክንገብር እንኽእል ዝብል ኩነተ ኣእምሮ ወይ ማይንድ ሰት ክንሰጋገር ወይ ከተሰጋግረና ተስፋ እገብር። እዚ ሲምፖዝዩም እዚ ከምቲ ዳኒኤል ኣቐድም ኣቢሉ ዝገለጾ፣ ሸውዓተ ኣርእስቲ ዝሓዘ ዘተ ወይ ኣርእስቲ ዘተ ወይ ፓነል ክንብሎ ንኽእል ዝሓዘ እዩ። እቲ ሓደ ቀንዲ ተዋሳእትን ሰብ ብርክን ኣብ ለውጥን ስግግርን፣ ምናልባት Key ወይ Principal Actors and Stakeholders ማለት እዩ። እቲ ኣብ ኣስመራ ዘሎ ስርዓት ብዝሒ ቀጸላታት ናይ ክትትልን ጽዑቕ ቁጽጽርን ህዝቢ ዘርጊሑ፣ ጃምላዊ፣ ስርዓታዊ፣ ሰፊሕን ግህተታት ሰብኣዊ መሰላት ንምፍጻም ንዓሰርተታት ዓመታት ኣገዲዱ ይገዝእ ኣሎ፣ ብዘይ ፍቶት ህዝቢ ማለት እዩ። እዚ ድማ ብግጉይ ሜላታት፣ ዊንታዊ ተግባራትን ሕማቕ ምሕደራን ካብ ሕማቕ ናብ ዝሓመቐ ክጋደድ ጸኒሑ። ሕማቕ ቁጠባዊ ኣካይዳ፣ ብልሹው ኣተሓሕዛ ሃገራዊ ጸጋታት፣ ንህዝብና ድራር ዕለቱ ኣብ ምምእራር ጸጋዕተኛ ናይ መዓልታዊ መቑነን ዝገበረ፣ ቀጻሊ ሕጽረታት ናይ መሰረታዊ ኣቑሑን ኣድለይቲ ኣገልግሎታትን ኣስዒቡ። እዚ ዘስካሕክሕ ክውንነት'ዚ ኣብዚ ካልኣይ ዕሽር ናይዚ መበል ዕስራን ሓደን ዘመን ኣብ ልዕሊ ህዝቢ ኤርትራ ክስግደድ ኣዝዩ ዘስደምም ተርእዮ እዩ። ምልላይ ናይቶም ቀንዲ ተዋሳእትን ሰብ ብርክን ኮነ ተርኦምን ረብሐኦምን ኣብ ለውጥን ስግግርን፣ ድሉውነት ኣብ ምርግጋፅ ወሳኒ እዩ። ኣፍልጦ፣ ምቅርራብን ውጥንን ኣብቲ እዋን ስግግር ኣወንታዊ ኣበርክቶ ንምግባር ኣዝዮም ኣድለይቲ እዮም። ርግፅ እዩ ኣብ እዋን ለውጥን ስግግርን ብፍላይ ኣብ ከምዚ ናትና ዝኣመሰለ ከቢድን ፅንኩርን ኩነታት ብዙሕ ዘይርጉፅን ዘይፍለጥን ነገራት የጋጥም እዩ። ኣንሰርትንቲ። unknown things ማለት እዩ። እቲ መስኮት ናይ ዕድል ጸቢብ፣ እቲ ኩነታት ተኣፋፊ ስለዝኾነ እዋኑ ምስ ኣኸለ ቅሩብነት፣ ተወፋይነትን ስራሕን ይሓትት። ንሕና ከም ግዱሳት ኤርትራውያን መጠን ብዝከኣል እቲ ዝበለጸ ምቅርራብ ክንገብር ይግባእ። ፓነል ሓደ ብዛዕባ'ቶም ቀንዲ ተዋሳእትን ሰብ ብርክን ኣብ ለውጥን ስግግርን ከተቕርብ እያ። እቲ ካልኣይ ፓነል ምቅልጣፍ ውሽጣዊ ለውጢ እዩ። ምልካዊ ስርዓት ንኤርትራ ናብ ምድራዊት ገሃነም እሳት ቀይሩዋ ኣሎ። ጨካን መድቆስቲ፣ ደረት ኣልቦ ማእሰርቲ፣ ግዱድ ጥፍኣተ ሃለዋት ኮነ ስቅያት እቲ ዘሕዝን ትዕድልቲ ናይ ዓሰርተታት ኣሽሓት ዜጋታት ኮይኑ ኣሎ። ህዝብና ንኣመና ነዊሕ እዋን ኣብ ገዛእ ሃገሩ፣ ንቡር ህይወት ናይ ምንባር መሰል ኮነ ዝመረጾ መንግስቲ ናይ ምቛም ናጽነት ተነፊጉ። ካልኦት ዓሰርተታት ኣሽሓት ኤርትራውያን፣ መብዝሕትኦም መንእሰያት፣ በታ ከድምጹላ ዝኽእሉ እንኮ መንገዲ ብእግሮም ብምዕማጽ ንህይወቶም ኣብ ሓደጋ ዘውድቕ ኣሰቃቒ ጉዕዞታት ክገብሩ ተቐሲቦም። ንሓደ ኣዝዩ ሙሽሙሽ፣ ብልሹውን ንዱይን ምልኪ ኣሊኻ፣ ዕዉት ስግግር ናብ ደሞክራስያዊ ስርዓተ መንግስቲ ምግባር፣ ኣዝዩ ከቢድ ብድሆታት ዘጋጥም ዕማም እዩ። ብሓቂ ድማ ሓደ ግዝኣተ ሕጊ ዝኽተል፣ ክብረት ህዝቢ ዘውሕስ፣ ድልየት ህዝቢ ዝውክል፣ ሃበርታ ህዝቢ ዘማልእን ድሕነት ህዝቢ ዝሕሉን ደሞክራሲያዊ መንግስቲ ምህናጽ ቀሊል ክኸውን ኣይኮነን። ብዙሓት ተሳተፍቲ ናይዚ ሲምፖዝዩም እዚ ቀንዲ ተማጎትቲ ናይ ኣብ ከብዲ ዓዲ ዝበቁል ብኤርትራውያን ዝውነን፣ ዝእለን ዝድረኽን ለውጢ ኮይኖም ጸኒሖም እዮም። ሳላ እቲ ጻዕሮም ለውጢ ካብ ውሽጢ ሃገር ሎሚ ኣብ ኤርትራዊ ፖለቲካዊ ዝርርብ እቲ ቅቡል ኣረኣእያ ኮይኑ ኣሎ። ማለት Eritrean political discourse ማለት እዩ። It has become mainstream ቅድም ዳርጋ ወሰንን ብቐጻሊ ዝጥቅዓን ኣረኣእያ እዩ ነይሩ። ነዞም ቀስቀስትን ሓቖንትን ናይቲ እናማዕበለ ዝኸይድ ዘሎ ሃገራዊ ዝርርብ ዮሃና እብል። ሎሚ ኣብ ሃገርና እቲ ውድዓዊ ኩነታት ለውጢ በሲሉ ኣሎ፣ እቲ ባዕላዊ ኩነታት ድማ ኣረሜናዊ መድቆስቲ እናመከተ ይምዕብል ወይ ይበስል ኣሎ። ምምዝዛን ናይቲ ውድዓውን ባዕላውን ኩነታት ለውጢ ቀጻልነትን ደሞክራሲያዊ ስግግር ክድርኽን ይኽእል። ንክቐላጠፍን ደሞክራሲያዊ ስግግር ክድረኸን እዩ። ሲምፖዝዩም ኤርትራ ክልተ ሽሕን ዓሰርተን ትሽዓተን ነቶም ቀንዲ ደረኽቲ ለውጥን ስግግርን ዳህሲሱ። ሲምፖዝዩም ኤርትራ ክልተ ሽሕን ዕስራን ብግዲኡ ነቲ ዝርርብ ንቕድሚት ብምንፋዕ ነቲ ከብዲ ዓዲ ዝሰረቱ ሃገራዊ ምንቅስቓስ ንለውጥን ደሞክራሲያዊ ስግግርን ንምድጋፍ ዘድሊ ጻዕርታትን ስጉምትታትን ከለሊ ተስፋ እገብር። ፓነል ክልተ ብዛዕባ ምቅልጣፍ ውሽጣዊ ለውጢ ከተቕርብ እያ። ምቛም ቋማዊ መንግስቲ። ቋም ኤርትራ ኣብ ዕስራን ሰለስተን ግንቦት ሽሕን ትሽዓተ ሚእትን ተስዓን ሸውዓተን ምስ ጸደቐ፣ እቲ መሰረታዊ ሕጊ ናይ ልዑላዊትን ናጻን ሃገረ ኤርትራ ኮይኑ፣ ብርእይቶ ናይ ምርኡያት ሕጋዊ ሊቃውንትን ቋማዊ ጠበቓታትን፣ Prominent Legal Experts and Legal Scholars ማለት እዩ፣ Lawyers፣ እቲ ቅዋም ኩነት ወግዓዊ ትግባረኡ ብዘየገድስ ካብታ ዝጸደቐላ መዓልቲ ኣትሒዙ ሕጋዊ ተፈጻምነት ኣለዎ። ዓንቀጻቱ ድማ ሕጋዊ ቀያድነት ኣለዎም። እቲ ቅዋም ሕጋዊ ሰረትን ልዑል ሕግን ሃገረ ኤርትራ እዩ። ክንዲ ዝኾነ ሓደ ሕጋዊ መንግስቲ ዋላ ኣብቲ መሰጋገሪ እዋን ኣብ ኣገልግሎት ህዝቢ ኤርትራ መሰረቱ ኣብቲ ቅዋም ክገብር፣ ልዑላውነት ሕጊ ክእመን፣ ግዝኣተ ሕጊ ከመስርሕ፣ ፍትሒ ከመሓድር ይግባእ። ቅጽበታዊ ትግባረ ቅዋም ኣብ መፈለምታ ናይቲ ስግግር ሕጋዊ ሃጓፍ ንምውጋድ፣ ሕጋዊ ስልጣን ንምትካል፣ ኣብ መንጎ ተፈጻሚ፣ ሓጋግን ፈራድን ኣካላት መንግስቲ፣ ምዕሩይ ቁፅፅርን ሚዛንን ዝሓለወ ኣቃውማ ዝሓዘ ሰረት ናይ ቅልጡፍ መስርሕ ሃገራዊ ህንፃን ህንፀት መንግስትን ንምቅልጣፍ ወይ ንምንፃፍ ወሳኒ እዩ። ኲነት ስግግር ሓደ ብግቡእ ዝቖመ ሃገራዊ ወካሊ ኣካል፣ ፓርላማ ወይ ሃገራዊ ባይቶ ኤርትራ ንበሎ፣ ነቲ ቅዋም ከም ዝመስሎ ገይሩ ክቕይር፣ ከመሓይሽ ኮነ ክትክእ ይኽእል። ዝኾነ ካልእ ኣካል እቲ መሰልቲ የብሉ ነቲ መሰልቲ ክምንዝዕ ኣይክእልን። ፓነል ሰለስተ ብዛዕባ ምትካል ቅዋማዊ መንግስቲ ከተቕርብ እያ ማለት እዩ። ካብኡ ክንካታዕ ኢና። ራብዓይ ህሉው ኩነታት ኤርትራን ዞባዊ ጂኦፖለቲካን ኤርትራ ኣብቲ መለጋግቦ ናይ ቀርኒ ኣፍሪቃን ሓውሲ ደሴት ዓረብን ኣዝዩ ስትራተጂያዊ ኣቀማምጣ ኣለዋ። ገማግም ቀይሕ ባሕሪ ንሓደ ካብቶም ኣዝዮም ዝዓመሩ ባሕራዊ ጎደናታት ንግዲ ሓቁፍ፣ ምስቲ ኩሉ ኣብቲ ገማግሙ ወይ ጥቓ'ቲ ገማግሙ ተደኲኑ ዘሎ መደበራት ሓይሊ ባሕሪ ናይተን ቀንዲ ዞባውን ግሎባውን ሓያላን ጋብላ ቀይሕ ባሕሪ ወይ ሬድ ሲ በይዝን ማለት'ዩ ጽዑቕ ኣህጉራዊ ምንቅስቓስ ሓይልታት ባሕሪ ዝካየደሉ ማእከል'ውን እተን ኣብ ክልቲኡ ወሰናስን ቀይሕ ባሕሪ ዝርከባ ሃገራት በቲ ኣብቲ ዞባ ዝካየድ ደማዊ ኮነ ዝሑል ኲናታት ብቐጥታዊ ይኹን ብተዘዋዋሪ መንገዲ ይጽለዋ እየን። እቲ ስዒቡ ዝፍጠር ውስብስብ ናይ ባእስታት፣ ምስቲ ዝተሓላለኸ መርኣያታት ናይቲ ዞባዊ፣ በይነ-መንግስታዊ ወይ ኢንተርስቴይት፣ ውሽጠ ሃገራዊ፣ ኢንትራስቴይት፣ ኮነ ሓድሕደ ህልቂታዊ መዳያቱ ወይ ኢንተርነሳይን ኮንፍሊክት ማለት እዩ፣ ንጡፍ ጣልቃነት ናይተን ተወዳደርቲ ተወዳዳሪ ሃገራዊ ስትራተጂያዊ፣ ቁጠባውን ንግዳውን ረብሓታቶም ንምንዳይ ሓይሎም ዘዋጣውጡ ግዳማውያን ተዋሳእቲ ይስሕብ ወይ ንኽተኣታተዉ ዕድል ይህብ። ከም ኣብነት ሰለስተ ንኤርትራ ሎምን ኣብ ዝቐረባ መጻእን ዝጸልዉ ባእታታት ናይ ዝተሓላለኸ ውስብስብ ባእስታት እዚ ክጠቅስ እኽእል። ቀዳማይ፣ ምክፍፋል ሽዓን ሱንን። እዚ ኣብ መንጎ ስዑድያን ኢራንን መሪር ውድድር ዘሳውር፣ ሎሚ ኣብቲ ደማውን ኣዕናውን ኲናት የመን ዝጽወት ዘሎ ንብዙሕ ዘመናት ዝጸንሐ ባእሲ እዩ። እዚ ውድድር'ዚ ኣብቲ ብቕጻሊ ዝቀያየር ዝንቕ ኣሰላልፋ ከባብያዊ፣ ዞባውን ኣህጉራውን ሓይልታት ኣብ ክልቲኡ ወሰናት ስም ቀይሕ ባሕሪ ንዘለዋ ሃገራት ይልክምን ተወዳደርቲ ግሎባዊ ሓይልታት ጣልቃ የእቱን። ካልኣይ ቀርኒ ኣፍሪቃ። እዚ ኣብ ክሊ ተቐያያሪ ከባብያዊ፣ ዞባውን ግሎባውን ኪዳናት ዝሰላሰል፣ ነዊሕ ታሪኽ ናይ ኲናትን ህውከትን ዘለዎ፣ ድኹማት፣ ሰንኮፋት፣ ድኻታት፣ ብባህሪኤን ዘይርጉኣት ሃገራት ዝሓቖፈ ዞባ እዩ። እቲ ኣብ መንጎ ሃገራት በይነ-መንግስታዊ፣ ኣብ ውሽጢ ሃገራት ውስጠ-ሃገራዊ ኮነ ኣብ መንጎ ኤትኒካዊ ጉጅለታት በይነ-ኤትኒካዊ፣ ዝካየድ ግጭታት ንህዝብታቱ ንዝኸፍኣ ሓደጋታት የቃልዕ። ምምልባል ናይ ብዙሓት ህዝብታት የስዕብ። ሳልሳይ፣ ጋብላ ፈለግ ኒል፣ Red Nile Basin፣ ናይል ሪቨር ቤዝን ማለት እዩ፣ እቲ ቀንዲ ስርዓተ ግጭት ኣብዚ ዞባ እዚ ነተን ተወዳዳሪ ረብሓታት ዘለወን ኣብቲ ላዕለዋይን ታሕተዋይን ደንደስ ናይቲ ፈለግ ዝርከባ ሃገራት፣ እዘን ደንደሳውያን ሃገራት ግን በዘን ሪፓሪያን ስቴትስ ማለት እዩ፣ ነንሓድሕደን የሰሓሕብ። ጣልቃነት ናይ ሃገራት ገማግም ቀይሕ ባሕሪ ይኹን ናይ ኣብ ርሑቕ ቦታታት ዝርከባ ዞባውን ግሎባውን ሓይልታት ይስሕብ። ጽልዋታቶም ኣብ ኤርትራ ብቐጻሊ ንምግምጋም ኮነ ሃገራዊ ረብሓ ኤርትራ ንምልላይ፣ ነቶም ኣብ ውሽጥን ኣብ ዙርያን ናይዚ ውስብስብ ባእሲ'ዚ ዝኽሰቱ ፍጻሜታትን ምዕባሌታትን ምክትታልን ኣብ ግምት ምእታውን ከድልየና እዩ። ሃገራዊ ልዑላውነትናን ግዝኣታዊ ምሉእነትናን ብዘውሕስ ኣገባብ፣ ስትራቴጂ ኤርትራ ምውሳን፣ ንላኣ ምቕያስ፣ ተራ ኣብቲ ዞባ ምንጻር ፍጹም ኣድላዪ እዩ። ኣብ ኣገልግሎት ሓድሕዳውን ሓባራውን ረብሓታት ዝውዕል፣ ኣብ ፖለቲካዊ፣ ቁጠባዊ፣ ንግዳዊ፣ ጸጥታውን ኣከባብያውን መዳያት ክልተኣውን ዞባውን ምትሕጋዝ ዘደንፍዕ፣ ትካላዊ ኣገባብ ዝሓዘ መንግስቲ ንመንግስቲ ዝምድናታትን ብግቡእ ዝተጸንዐ ግዳማዊ ሜላን ምኽታል ከድሊ እዩ። ፓነል ኣርባዕተ ብዛዕባ ህሉው ኩነታት ኤርትራን ዞባዊ ጂኦፖለቲካን ከተቕርብ እያ ክንካትዓሉ ኢና። ሓምሻይ፣ ዜግነታዊ ወይ መንነታዊ ፖለቲካ። ኤርትራ ሕብረ ብሄራዊ፣ ሕብረ ቋንቋዊ፣ ሕብረ ሃይማኖታውን ሕብረ ባህላውን ሕብረተሰብ ዝተዓደለት ሃገር እያ። እዚ ብዙሕነት እዚ ሓደ ዓቢ ሃብቲ ዝሓዘ ወይ ዝሓዘለ ኣብ ዘደንቕ እልማት ናይ ብማዕረ መሰላት፣ ማዕረ ናጽነታት፣ ማዕረ ዕድላት ኣብ ናይ ሓባር ዓደቦ ወይ ዓድኖ ሓቢሩ ዝነብር ስኒታዊ ሕብረተሰብ ናይ ዜጋታት ዝተጠልፈ ዕዙዝ ጸጋ እዩ። እቲ ዝትከል ሓቀኛ ደሞክራሲያዊ መንግስቲ ኤርትራ ንህዝባ ስልጣን ዝህብ፣ ብደረጃ ከባቢ ኮነ ዞባ፣ ሃገር፣ ሓቀኛ ርእሰ-ውሳኔን ንጡፍ ፖለቲካዊ ተሳትፎ ኣብ ምቕያስ መላታትን ምውሳብ፣ ውሳኔታትት ዘፍቅድ ክኸውን እዩ። ከምኡ ዓይነት ደሞክራሲያዊ መንግስቲ ጥራይ እዩ ብብዙሕነቱ ዝሰመረ፣ ኣብ ሓድሕዱ ብስኒት ምስ ነብሱን ጎረባብቱን ድማ ብሰላም ዝነብር ዜግነታዊ ዘመናዊ ሕብረተሰብ ክሃንዕ ዝኽእል። ኮይኑ ግን ጸላእቲ ህዝብና ባዕዳውያን ይኹኑ ደቂ ሃገር ትማሊ ኮነ ሎሚ ነዚ ብዙሕነት'ዚ ንኤርትራ ንምምቃልን ንምዕናውን ከም ፖለቲካዊ መሳርሒ ተጠቒሞምሉን ይጥቀምሉ ኣለዉን። ኣብ ወሳኒ ህሞታት ዘመናዊ ታሪኽ ኤርትራ፣ ንብዙሓት ንብዙሕነት ናይ ኤርትራ ከም ዕዳ ንምቕራብ ብምፍታን፣ ንህዝብና መቓቒልካ ንምግዛእ፣ ንሃገርና ንምዕብላል፣ ጸጋታትና ንምዝራፍ ተጠቒሞምሉ እዮም። እዚ ነቲ ብሪጣንያዊ ውጥን ምምቃል ንምስላጥ ንመጀመርያ ግዜ ኣብ ሽሕን ትሽዓተ ሚእትን ኣርባዓታት ዝተኣልመ ውዲት እዩ። ነዚ ምፍንጫላት እዚ ነዚ ምፍንጫላት ናይ ኤርትራዊ ፖለቲካዊ ተናጥፎ ወይ ኣክቲቪዝም ማለት እዩ ብመጠኑ ድማ ንገለ ካብቲ ኣዝዩ ፈላላዪ ወገናዊ ዝርርብ ናይ ሎሚ ማሕበራዊ ሜድያ ኣብ ዳያስፖራ ንምግላጽ ይሕግዝ ካብኡ ዝብገስ እዩ ማለት እዩ። እቲ ዘሕዝን ገለ ቅኒተ ሕልናኦም ካብዚ መቓኻሊ መንግስት መግዛእታዊ ውርሻዚ ናጻ ከውጽኡ ዘይከኣሉ ጉጅለታት ነቲ ዘይውዳእ ዕንክሊል ፈጢሩ ዘሎ ሓደ ዝዓይነቱ ኣዕናዊ ፖለቲካ ምድጋም ይቕጽሉ ኣለዉ። ካብቶም ዝሓለፉ ሲምፖዝዩማት ብዛዕባ እቲ መቓቓሊ ባህርያት ኮነ ኣዕናዊ ሳዕቤናት ናይ ገለ ዓይነታዊ ናይ ገለ ዓይነታት መንነታዊ ፖለቲካ ተዘራሪብና ኔርና። ብዛዕባ ተደላይነት ናይ ዕልማናዊ ዜግነታዊ መንግስቲ ሃገረ ኤርትራ'ውን ተመያይጥና ኔርና። ሎሚ ብዛዕባ ትሕዝቶ ናይቲ ኣርእስቲ ብዝያዳ ዕምቆት ንምምይያጥን ነቶም ክልተ መንገድታት ኣተሃናንጻ ሃገርን ህንጸት መንግስትን ንምንጽጻርን ንምውድዳርን ዕድል ክህልወና እዩ። ክልቲኡ ኣማራጺታት ማለት እቲ ቀዳማይ ኣማራጺ ሓደ ኣብ ክሊ ናይ ዘይምእኩል ምምሕዳራዊ ስርዓት፣ ኣድላዪ ስልጣን ንህዝቢ ዘመቓርሕ ስሙር ዜግነታዊ መንግስቲ ወይስ ኻልኣይ ኣማራጺ ሓደ ኣብ መንነታዊ ፖለቲካ ምስቲ ኹሉ ወገናዊ ኣበሳታቱ ዝምስረት ዝተፈናጨለ መንግስቲ ብምምዝዛን ንመጻኢና ከም ህዝብን ከም ሃገርን ኣየናይ ኣማራጺ ብዝያዳ ከም ዘርብሓና ሓቢርና ክንድህስስ ኢና። ፓነል ሓሙሽተ ብዛዕባ ሓድነት ኣብ ብዙሕነት ወይስ መንነታዊ ፖለቲካ ከተቕርብ እያ? እቲ ሻዱሻይ ኣሰጋጋሪ ፍትሕን ሃገራዊ ዕርቅን እዩ። ዓቕንን ዕብየትን ናይቲ ንብዙሕ ዓመታት ዝተፈጸመ ጃምላዊ ዓመጽን ስርዓታዊ ማህሰት ግህሰትን መሰረታዊ መሰላት ህዝቢ ኤርትራ ብሓቂ ዘደንጹ እዩ። ዝውታረ ሓይሊ ኣብ ምፍታሕ ፖለቲካዊ ፍልልያት ኣብ ዘመናዊ ታሪኽ ኤርትራ ከም ልሙድ ኣገባብ ማዕቢሉ። ኣብ እዋን ፖለቲካዊ ቃልሲ ንናጽነት ኣብ ሽሕን ትሽዓተ ሚእትን ኣርባዓታት፣ ኣብ እዋን ብረታዊ ቃልሲ ንሃገራዊ ሓርነት ይኹን ድሕሪ ናጽነት፣ ህዝቢ ኤርትራ፣ እንተላይ ፖለቲካውን ወተሃደራውን መራሕቲ፣ ተጋደልቲ ሓርነትን ምርኡያት ዜጋታትን፣ ግዳያት ናይ ሃውራዊ ቀይዲ፣ ዘይሕጋዊ መቕተልሲ፣ ስቅያት፣ ግዱድ ጥፍኣት ሃለዋት ኮይኑ እዩ። ኣብቲ እዋን ብሪጣንያዊ ወተሃደራዊ ምምሕዳር ካብ ሽሕን ትሽዓተ ሚእትን ኣርባዓን ሓደን ክሳብ ሽሕን ትሽዓተ ሚእትን ሓምሳን ክልተን ሃጺያዊት ኢትዮጵያ ንሰልፊ ሕብረት ወይ ማሕበር ኣንድነት ማሕበር ኣንድነትን ደገፍታን ነቲ ናይ ሕብረት ፕሮጀክት ንምዕዋት ነቶም ምሉእያት መራሕቲ ምንቅስቓስ ናጽነት ኤርትራ ንምርዓድን ንምቕታልን ከም መሳርሒ ተጠቕማትሎም። ኣብቲ እዋን ብረታዊ ቃልሲ ሃገራዊ ሓርነት ተጋድሎ ሓነት ኤርትራ፣ ብስም ነቲ ሰውራ ኣብ ትሕቲ መሪሕነት ሓንቲ ውድብ ምሕባር ንምንቅስቓስ ሓርነት ኤርትራ፣ ቀንጺላ፣ ምስ ተቓወሙ ተጋደልቲ ሓርነትን ሓርነት ቀንጺላን ቀቲላን፣ ንጸረ ሰውራ ንምቕጻል ግናት ሓድሕድ ወሊዓ። ህዝባዊ ሓይልታት ሓርነት ኤርትራ ወይ ህዝባዊ ግንባር ሓርነት ኤርትራ ድሒሩ ማለት'ዩ፣ ብስም ሓለዋ ሰውራ ምስ ተቓወሙ ተጋደልቲ ሓርነት ቀንጺላን ቀቲላን፣ ድሕሪ ናጽነት ስርዓት ህግደፍ፣ ብስም ሃገራዊ ድሕነት፣ ጃምላውን ስርዓታውን ሰፊሕን ግህሰታት ሰብኣዊ መሰላት ፈጺሙ፣ እቲ ናይ መወዳእታ ዕላማ ናይቲ ኩሉ ስጉምትታት ድማ ነብሰ ዕቃበ እዩ ወይ ሰልፍ ፕረዘርቬሽን። እዚ ኣደዳ ግዳይ ናይ ምዃን ታሪኻዊ ክውንነት እዚ፣ ኣብ ተኸታተልቲ ኤርትራውያን ወለዶታት ዝተፈላለየ ደረጃታት ናይ ስነ-ኣእምሮኣዊ ማህሰይቲ ወይ ትራውማ ኣስዒቡ እዩ። ነቲ ጎዳኢ ቁስልታት ናይዚ ትራውማ እዚ ንምሕዋይ ፈዋሲ ፍትሒ ምምሕዳር የድሊ። ዕላምኡ ሓደ፣ ነቶም ግዳያት ናይ ገበናት፣ ግህሰታት ኮነ ዓመጻት ንምድባስ፣ ክልተ፣ እቶም ፈጸምቲ ገበናት፣ ግህሰታት ኮነ ዓመጻት ጣዕሳ ዘርእይሉ፣ ካሕሳ ዝኸፍልሉ ወይ ግቡእ መቕጻዕቲ ዝቕበልሉ ባይታ ንምፍጣር፣ ሰለስተ፣ ኣብታ ሓዳስ ኤርትራ ንኹሉ ዝሓቁፍ ልምዓትን ራህዋን ንምስፋን፣ ሃገራዊ ዕርቅን ማሕበራዊ ስኒትን ሰላምን ንምውሓስ ይኸውን። እቲ መስርሕ ፈዋሲ ፍትሒ ምስ ትግባረ ቅዋም ኤርትራ፣ ምምስራት ናጻ ስርዓተ ፍርዲ፣ ምልቃቕ ኩሎም ፖለቲካዊ እሱራት፣ እሱራት ጋዜጠኛታት፣ ናይ ሕልና እሱራት፣ ብዘይሕጋዊ ኣገባብ ዝተኣስሩ ተራ ዜጋታት ብቕጽበት ክጅመር ይግባእ። ንዝሓለፈ ታሪኽና ብትብዓት ምግጣም ኮነ ኣብ ሓቀኛ ሃገራዊ ዝርርብ ምጽማድ፣ ኮማዊ ምትእስሳርና ንምድልዳል ይሕግዝ። ኣብ ሓባራዊ መረዳእታን ራኢን ናይ ሓዳስ ኤርትራ ዝምርኮስ ብሓባር ብስኒት ንምንባር የኽእል። ሲምፖዝዩም ኤርትራ ክልተ ሽሕን ዓሰርተ ሸሞንተን ንፍሉይ ተመኩሮ ኤርትራ ብዝምልከት ብዛዕባ ኣሰጋጋሪ ፍትሕን ሃገራዊ ዕርቅን ዝርርብ ኣበጊሱ። ኣብቲ ኣዝዩ ኣገዳሲ ጉዳይ ኣድላይነት ቀጻሊ ምርምርን ክፉት ክትዕን ኣጉሊሑ። እዚ ብቐንዱ ነቲ ብጠንቂ ገበናዊ ዓመጻትን ግህሰታትን ዝተፈጥረ ዕንወት ንምዕራይ፣ ንግዳያት ናይቶም ገበናት ንምኽሓስ፣ ሓላፍነት ናይ ዝተፈጸመ በደላት ምስካም ንምትብባዕ፣ ፍትሒ ንምምሕዳር፣ ኣብ መጻኢ ተመሳሳሊ ገበናት ንከይፍጸም ዘውሕስ ስጉምትታት ንምትግባር ዝዓለመ እዩ። ፓነል ሽዱሽተ ነቲ ዘተ ንምምዕባል ብዛዕባ ኣሰጋጋሪ ፍትሕን ሃገራዊ ዕርቅን ከተቕርብ እያ። ራብዓይ ወይ ሻውዓይ ራእይ ኤርትራ ክልተ ሽሕን ሰላሳን ቅድሚ ሰላሳ ዓመታት ኣብቲ ኤርትራ ካብቲ ሓሙኽሽቲ ኲናትን ዕንወትን በሎኽ ኢላ ዝወጸትሉ እዋን ኣብ ሓድሽ መዋእል ናይ ሰላም፣ ደሞክራሲ፣ ልምዓትን ራህዋን ንኣቱ ከም ዝነበርና ኣሚንና ኔርና። ራእይ ነይሩና። ነቲ ራእይ ክውን ንምግባር መደብ ኣውጺእና። ነቲ ብኲናት ዝዓነወ ድሑር ቁጠባና፣ ኣብ ውሽጢ ዕስራ ዓመታት ናብ ሓደ እናዓበየ ዝኸይድ፣ ብስነ ኪነት ዝማዕበለ፣ ብኣህጉራዊ ደረጃ ዝወዳደር ዘመናዊ ቁጠባ ንምቕያር ተበጊስና። ፉሕ ፉሕ ዝብል ናብ ሰደት ዝጠመተ ናይ ምስናዕ ኢንዱስትሪ፣ ኣብ መስኖ ዝምርኮስ ዘመናዊ ሕርሻ፣ ዘርብሕ ፕሮጀክት ሃብቲ ዓሳን ፀጋታት ባሕሪን ስሉጥ ፅላት ኣገልግሎታት ንምምዕባል ዓቢ ተኽእሎ ነይሩ። ምምፃእ ቅልጡፍ ማሕበረ-ቁጠባዊ ለውጢ ብመርሓ ናይ ሓደ ጥንቁቕ መቃነ ስራሕ ማክሮ ቁጠባዊ ፖሊሲ ወይ ሜላ ኣብ ግቡእ ኣጠቓቕማ ሓደ ናይ ስትራቴጂያዊ ኣቀማምጣ ክልተ ሰራሕተኛ፣ ፃዕረኛን ህርኩትን ህዝቢ ሰለስተ ትዕድልቲ ባህሪያዊ ፀጋታት ኤርትራ ዝምርኮስ ነይሩ። ኮይኑ ግን እዚ ዓማጺ ስርዓት ነቲ ወርቃዊ ዕድል ልምዓትን ራህዋን ኤርትራ ኣባኺንዎ። እቲ ዝኸፍኤ ድማ ንኤርትራ ብብዙሕ ዓሰርተታት ዓመታት ንድሕሪት ጎቲትዋ። ከም ሳዕቤኑ ኩሎም እቶም ክርከቡ ዝከኣሉ ኣሃዛዊ ሓበረታታትን ሓበርቲ ልምዓትን፣ ቁጠባ ኤርትራ ብቐጻሊ ምንቁልቋል ባይታ ከም ዘበጠን ንህዝቢ ኤርትራ ኣብ ኩነት ናይ ሕሱም ድኽነት ከም ዝሸመመን የመልክቱ። ምቕያር ናይዚ ክውንነት እዚ ፖለቲካዊ ለውጥን ሓድሽ ቁጠባዊ ሜላን ይጠልብ። ብመሰረቱ ለውጢ ኣብ ፖለቲካውን ቁጠባውን ምሕደራ፣ ኣብ ኣወዳድባ፣ ኣብ መዋቕር፣ ኣብ ኣካይዳ ናይ ፖለቲካዊ፣ ቁጠባዊ፣ ፋይናንስያውን ፍርዳውን ትካላት፣ ኣብ ተራ መንግስታውን ብሕታውን ጽላታት፣ ኣብ ምውስሳብ ሓይልታትን ዝምድናታትን ማእቶት ይሓትት። ሲምፖዝዩም ኤርትራ ክልተ ሽሕን ዓሰርተው ትሽዓተን፣ ብዛዕባ ምብርባር ቁጠባ ኤርትራ ዘተ ጀሚሩ፣ ኣድላይነት ምጭባጥ ዋንነት ኩነታትና፣ ምምንዛዕ ዕድሎትናን ምህናጽ ሓዳስ ኤርትራን ኣጉሊሑ፣ ሓሳብ ናይ ራኢ ዕስራን ናይ ራኢ ኤርትራ ክልተ ሽሕን ሰላሳን ከም ሓደ ምስ ስግግር ዝጅመር መቓነ ስራሕ ናይ ኣጠቓላሊ ማሕበረ-ቁጠባዊ ልምዓት ኣበጊሱ። ሲምፖዝዩም ኤርትራ ክልተ ሽሕን ሳላ ዕስራን ብዛዕባ ራኢ ኤርትራ ክልተ ሽሕን ሳላሳን ዘትዩ ነቲ ዝርርብ ዘደንፍዕ ወይ ከደንፍዕ ተስፋ ተነቢሩሉ ኣሎ። ፓነል ሸውዓተ ብዛዕባ ራኢ ኤርትራ ክልተ ሽሕን ሳላሳን ብምቕራብ ነዚ ሲምፖዝዩምና ንምጥቕላልን ብዝደልደለ ሰረት ናይ ሓባራዊ መረዳእታን ራኢን ናይ መጻኢ ኤርትራ ንምድምዳምን ክትሕግዘና እያ እቲ ዝበለጸ ወይ እቲ ዝድለ ሓባራዊ ራእይ ሓባራዊ መረዳእታ ንምድንፋዕ ኣብ ሓደ ጭቡጥ ዝኾነ መደብ ኩሉ መዳያዊ ማሕበረ ቁጠባዊ ልምዓት ዝተመስረተ ሰነድ ንክወፅእ ከዓ ተስፋ ኣለና። እቲ ሰነድ ኣብዚ ክህብትም ብድሕሪኡ ብተመሳሳሊ መስርሓት ከዓ ብዝያዳ ክፀፍፍ ናይ መወዳእታ መልክዑ ክሕዝ ትፅቢት ይግበር። እቲ ኣብዚ ሲምፖዝዩም እዚ እነካይዶ ዝርርብ፣ መረዳእታና ከዕሙቕ፣ ፍልጠትና ከስፍሕ፣ ሓባራዊ ራእይና ከሀብትም፣ ምሕዝነትና ከሐይል፣ ንብድሆታት ለውጥን ስግግርን ንምምካት ምቅርራብና ንቕድሚት ከሰጉም ተስፋ እገብር። ጽኒትኩም ስለ ዝሰማዕኩምኒ እመስግን። ዘላለማዊ ሓበን ንሰማእታትና፣ ዕድመ ንናጻ ላዕላዊት ሃገረ ኤርትራ፣ ፈጣሪ ንኤርትራን ህዝባን ይባርኽ።